ለኣኸስ እዙይ እየ ሓስበ ኢልካ ነይረ ብሱሩ። ሰላም ሰላም ንኣማነጽ ዩቱብ ቻናል ተኸታተልቲ ዝኾንኩም ሀመይ ኒኤኹም ዳሕና ድኹም የዋሕና ዳሕና ኢና እግዚኣብሔር መስገነ ፋሚሊ ስኹም ዳሕና ሀም ትልዩ በዓልቲ ምልእ ተስፋ እያ እና ለማዓንቲ ያው ተኣይ ሐሰይ ኒኤኹ ፋሚሊ ለኣማኒ ብዙሕ መዓልቲ እየ ገይረ ፕራንክ ካብ ዘይገብሮ እና ያው እዛ ነገር እዚኣ ያው ትፈልጦ ኢኹም ብደንብዋ ቦሶ እዩ ያው ቦሶ ልናፈቕኩም ልብሃለኹም ላይክ ግበሩለይ እና ያው ፋሚሊ ኣማኒ ይስራሕ እዩ ኒኦ ጠሚዎ እዩ ክመፅእ ፍሉጥ እዩ ያው ምግብ ክብለን እዩ ወሰኽ ኦሮኒ እንታይ ዓይነት ገፅ ከም እነርእየና እስቲ ብሓደ ኮይና ንርእይ እና ማለት ከምዚ ዓይነት ነገር ይፈቱ እንጀራ እዩ ዝፈቱ ብቻ ከመይ ከም ዝብለኒ ባዕለይ ይገርመኒ ኣሎ እዩ ብቻ ግን እዚ የቅርበልካ ኣዕርክተይ ክመፃኒ እየን ነጋሪት ክመፃኒ እየን ስሩዕ እዩ በቃ ገለ ኢለይ ከኣብዮ ፋሚሊ እና ገፅታይ ከም ዝመስል ብሓደ ኮይና ክንርእይ ኢና ብቻ እዛ ፕራንክ እዚኣ ክሳዕ መጨረሻ ምፅኣይ ፅንሑ

ስራሕ ተነይርካ ስኻ ያለ ክንቕይር ኢኻ ትብል ባህሪኻ ካልእ መዓልቲ ተኾንኩስ ኢልካ ተበሊዑ ነይርካ ኢኻ። ጋሻ መጽ ትኾይኑ እንታይ ድል ግበር መጀመርያ ዘለካ ሰሪሕካ ተቕርበሉ መጀመርያ ባሲ ምሳይ ኢድ ክትናገሪ ትናገሪ ታይ ሞ ምሳኻ ከናጋገረሉ ዕራፍቲ ክመጻ ታይ ሞ ክናጋገረልካ ለኣኻ ኣየናይ ትናጋገሪ ማለት ዓበይቲ ግዛዕቲ ትኾኑ ከናገረካ ነይረ

ኣዚኣ ትኾን በሊዐ ምስ ወዳኣ ምስ ጸገባ ትወሃብ ተረፈ ሪኢኻ። ኣይ ኣይትቐልዲ ደብሊኒ ማርያም ኣነ ሕመቕ እዮ ልክፈይ ኣነሲ ቦሰይ ይብልዕ ኣለይ ሀዚ እንጀራ እየ ኣነ ሰገድ ሰኩ እየ ሰሪሐልካ ድሩላ ክብረት ኮይ ትፈቲ ጽቡቕ ነገር ምኣይ ትፈቲ ስኻ ተናድድ ኣለኻ ዳኻ ማ እንጀራ ብጨው ስኢልካ ወይ ዝኾነ ዝኾነ ገይርካ እንጀራ ብጨው ከልዕ ድየ ዝሰርሕ ኣለኹ ኮይነ ኣነ ስኢነ ድየ ኮይነ እሞ ወይ ስራሕ ሀዚ ተረዲካ ድዩ ግዛሞ ሰሪሕካ ከዚ ብልዕ ፀብሒ ኖርማል እዩ ኣይተናድድኒ ይስራሕ እዩ ማሃዚን ደኣ ይቀርልይ ኣይቕርብ እዩ ከይትሓስቦ ሓደ ደገ ደኺሙኒ ክውዕል ተለኹ ቤዛ ጭቕጭቕ ኣይትግበርንላይ ኣነ እኮ ምንም የብልካን ክጨቐጨቐካ እኔ ኣይደልይ ታማማትኒ እቲ ኮይነኒ ተረረኸረኽ ዘብረድስ ንእሽተይ እኮ እያ እሞ ንእሽተይ እቲ ገለ ዛሕቲ ናት ብዙሓት እየን እሞ ብዙሓት ተኾይነን ሲ መጀመርያ ሓደ ክመፃ ተኾይነን ብቖፀረይ ተረዲኽኒ ዲኺ

ጉድ ገለ ናማ ናይ ሓቂ ክናገር እያ ና ልበይ ክናገር ክበቃ ኩዓኪ የድልዩ ኖኖ እንጀራ ብቻ ስዒ ትብላ ዕልቲ ሃውካ ሓደ ሓደ ነገራት ለማ ብላዕ ሱ ኢልካ ገጽ ክፍት ቢልካ ታን ኩሉ ግዜ ድብር ሱ ኢሉ ባ ክድብረካ ቆልዑ ኣነሲ ጸብሒ እኒኦ ሞስ ቀርብኒ ኣይፈልጥ እየ ጸብሒ ቃና ወኒ ዝብል የድልዮ ክብልካ ኣሎ ታን ክሓድካ ማሚ ባዕለይ እኮ እየ ሰርሐ ኢሉ ማለት ታን ተረዲካ ማሚ ላካሲ ሰሚ ጸጋ ወይ ክበካ እንዴ ከዚሲ ኣይበካ ልጋሻ ኣይተሰርሑ ብሱር ልጋሻ ኢለ ከም ካብ መጀመሩ ኢለ ሰርሐ

እንጀራ ፀብሒ ግዛዕ ዋእ እንታይ ደም ሃለ ዝተሃወካ ትበልዕ እዙይ ክቀትለካ ዲ ኮይኑ ብልዕ ዶ ተኸይ ትኾን ኢኻ ዝሮ ዝሮ ነጊረካ እየ ጠሚኻ ትፍሓሳ ትኾይንካ እምበይ እንድሕር ዘይመፃና ሽፋዕ ናጋ ትፀንሓካ ማይ እንድሕር ሰብ ዘይመፃ ኢለ ከበፅሕ እዚኣ ይትንካ እዩ ልባዕለይ እኳ ሲ ጨንኦ ሃርር ኢላ በለኒ ነይሩ ግን ኣይትበልዕ በይ ሃሚሎሞ ክበልዕ እኳ ምስ እንታ ገረዳ ክበልዕ ነይሩ እምበይ በይለይ ላውላዕ ክላውላዕ ክትወዳኹ ተጣዕመኒ

ገጽካ ፍሽኽሽኽ ተብሎ ድብን ተይልካ ይናገረካ ኣለኹ ናይ ታ- ጌጋኻ ናብ መጨረሻ ናይ ኣኽትኮን ኣብ ቅድሚ ዓርክተይ ከይተሕፍረኒ ኣቲ ቆልዓ ብስመ እንበል እስኪ ለ ኣታ ኣነ ብስመ ኣብ ልል ሓደርኩ ኢዮ ኢለካ ኣለኹ ዝሮ ግን ተብልዕ ታኽ ተኾንካ ዘይ ትበል- ብኽቡርካ ብላዕ ኣነ ዘየል እንጀራ ተኾንካ የለን ዘይተልዕ እንጀራ የለን እሞ እንጀራ እሞ ይትውሃቦ ኢለካ እንዳ

ለባም ምዃነይ ማለት እዩ ለኣኸ ምግቢ ሲ ዋእ የእለይ ምግቢ ዶ ኣይኮንኩ ኢለ እረ ከኣ ብልዕ ዶ ብልዕኣ ኢለ ክንዲ ክቐርዮ። ቡና ቀሪብኪ ምሳሓ ኣዛጋጅኺ ክንዲ ትጸርፊልና ሃም ዘይትከራኸሪ ንሕደጊ። ምክርኻር ለይኮነ እዚ ትኽክለኛ እኮ እየ ኣናገረካ ኣለኹ እዚኣ ወዶ ቀሪበልካ ኔርኹ ተመስገን ኢልካስ ትበልዕ እዙይ ለሃበካስ ኣመስግን ታይ እዩ እዚ ወዲ ካሕዳም ሃወወይ ክድውሎ ኣለኒ እየ እንድሕር ለይመጸኣ ትበልዖ ዕድል ተሃሊካ ኣቐብለን ዛሞኾይ ዕድል ተሃሊካስ ትበልዖ እንድሕር ለይመጸኣ ሓሙሽተ እንዲየን ዘን ዕርክተይ ኣርባዕተ ዝተመፅኤን እየን ዋላ ኖርማል እዩ ንእሽተይ እንደምንም ኢለ ከተራርፈልካ እየ ካብኡ ድሓር ኣቀጥጥን የብልካ ተወልዐ ኢኻ ችግር የብሉ ሓንቲ ወዲያ ክትወግዕ ኣለኽ ግን
ኣታ ተዝዕገኒ ኣለኻ ከሰዓትን ኣኺሉ ጠፊኤ እየ እነፀየን
ሓደ ገዛ እዝን ይጠየን እዮ ተረዲእካ ድዩ ኣነሲ ኖኖ ደኺምኒ እለ ኮዮ ኢል ሓቂ ንምንጋር ግን ገዛ ላዒ ፀብሒ ሰሪሐ ልኣኻዚ ምግቢ ለለ ከዘጋጅ ክንደይ ነገር ድኣትዎ ጨው ኣሓኸ ሽኮር ማይ ጥሕኒ ሓምዚ ነገር ገይረ ዘጋጀ ኢልካስ ዘይኮ ፀብሒ ክኣ ምንም የብለ ኣስፌዛ ካኡ ድንች በቃ ጨው እዚ ግን ብዙሕ ነገር እዩ ኣትይዎ ይረዳእኻ ዝበልኩኺ እዩ ዙርያ እዚሲ ትቕርሊ ድኺ ትቕርሊ ካብ ምንታይ ቀሪ በልካ እዚማ እንታይ ኢኻ ደሊኻ እኒኻ እዚ ኣይ ዙሮ ብሊኒ እንጀራ ብፀብሒ ድዩ ደሊኻ እሞ ይርዳኺ እንጀራ ብፀብሒ ድዩ ደሊኻ እንጀራ ብፀብሒ ዲኻ ደሊኻ እዎ እንጀራ ብፀ- እንጀራ ብፀብሒ እሞ ይርዳእኻ ኣይ ሃ።
ብሊኒ እንድዓይ ከዚ

እረፊ ስቅ ካብላ ዘይትፈትት እሺ በቃ ምግቢ ቀረልካ የማኒ እሺ ፕራንክ እየ ገይረካ ኣይ ከይትቕልድ ኢና ዝለ ፋሚሊ ከይትቕልድ ማርያም እሺ ማርያምን ፕራንክ እየ ገይረካ ያው ፋሚሊ ብዙ እኒኦ ካብ ሰላም በሎ ማርያምን ፕራንክ እየ ገይረካ

ደኺሙ ስለ ንኸሎ እዩ ኣይሰ ስለ ትቕልድ ናይ ችግር የብሉ ዝሮ ግን ርሓ ቦታ ምምራጽ ኣዮ ክንድኸ ኣነ ኣብለይ መስል እየ ጉድ ክገበክ ዝሮ ዝሮ በእውነት ጉድ ገበክ እሺ ኣማን ማሪ ናማን ብቻ ይቅርታ ብጣዕሚ ያው ካቢል ሓቁ እየ እናድድዮ ደገን እየ ምሳኽ ገይሮ ደኺምዎ ገለ ሞጺስ ከምዚ ክገብሮ ከለኹ ብቻ ግን ደስ ልብል ነገርስ ንጉስ ዝግጁ እዩ ተረዲእካ ዲ ኣማኒ እዚ ንገቕርብ ብቻ ግን ፋሚሊ ማለት እዩ ዝኾነ ኣንተሞችኒ ነይራ ንዴት ብዛዕ ተናዲዱስ በቃ ደስ ይልኒ ነይሩ በቃ ሓጒሰ እየ ነይራ ብጣዕሚ ከናድድ ግንስ ነይርካ ዝሰወዓኒ በቃ ምቁፃር ኣብኒ ስሒቐላ ኣዛ ገይርካና ኣብ ኣምቤ ኮስኮል እየ ነይራ ኣምሌ ወዓኻኒ ለካ ኮስኮል እየ ነይራ ብቻ ፋሚሊ ናሎማዓንቲ ፕራንክ ነዚኣ ትመስል ነይራ ሓሪፍ ዲያ ወይ ሓሪፍቲያ ተፀበይ ፋሚሊ ተፀበይ ዝራ ችግር ያው ችግር የብሉ ኣነ ክፅበ እየ ፋሚሊ ክፅበ እዮም እዚኣ ስራሕ ናይ ኣኮ ብቻ ማሪ ማሪ ደጊመ ደጋጊመ ቅርታ ያው ፋሚሊ ናለማት ፕራንክ እዚኣ ትመስል ነይራ ብቻ ኣማኒ ከምዚ ዝሓሰብኩ ተናዲዱ እዩ ብጣዕሚ ተናዲዱ እኒኦ ብቻ ተሳክዓትለይ ያዋ ብጣዕሚ የቐንየለይ ስለለኮረኻለይ ኣማኒ ማሪ ያው ፋሚሊ እስካዕ መጨረሻ ስለረኣኹም ለይለ ብጣዕሚ ለመስግነኩም